ድርድራ ዜና ኣብ ዞባ ዓንሰባ ንኡስ ዞባ ሓጋዝ ዋዕላ ሽማግለ ኣዕሩኽ መንእሰያት ብ ዕስራን ሸውዓተን ሕዳር ተቓኒዑ። ኣመሓዳሪት ንኡስ ዞባ ሓጋዝ ወይዘሮ ኣምና ሓጂ ዑስማን ኣብ ዘስመዓቶ መኽፈቲ ቃል፣ ንቕሓትን ዓቕምታትን መንእሰያት ንምብራኽ ጻዕርታት ክካየድ ምጽንሑ ጠቒሳ፣ ነዚ ንምድንፋዕ ሽማግለ ኣዕሩኽ መንእሰያት ግቡእ ተራኣ ክትጻወት ኣዘኻኺራ። ኣደ እምበር ሽማግለ ዕሩኽ መንእሰያት ወይዘሮ መካ ዑመር ኣብ ዘቕረበቶ ናይ ክልተ ዓመታት ጸብጻብ፣ ኣብ መንእሰያት ዝቐንዐ መደባት ክዕመም እኳ እንተተኻእለ፣ ሃጓፋትን ድኽመታትን ከም ዝጸንሖ ብምሕባር፣ ኣብ መጻኢ ብዝሓየለን ዝተወደበን ክዕየ ምዃኑ ገሊጻ። ተሳተፍቲ እቲ ዕማማት ኣንፈት ዘትሕዝን ንቑሕ ውዳበ መንእሰያት ዘውሕስን ኮይኑ ከም ዝረኸብዎ ብምሕባር፣ ሽማግለ ዕሩኽ መንእሰያት ዝያዳ ክትነጥፍ፣ ተዳኺሙ ዘሎ ስፖርታዊ ውድድራት ዝበራበረሉ መዳይ ክፍጠር፣ መንእሰያት ሞያን ፍልጠትን ዝዓጥቁሉ ማእከል ክዋደድ ዝብሉ ርእይቶታትን ለበዋታትን ኣቕሪቦም። ሓላፊ ሃማማተኤ ዞባ ዓንሰባ መንእሰይ ኣዛዚ በረኸት ኣብ ዝሃቦ ቃል፣ መንእሰያት'ቲ ንኡስ ዞባ ጸጋታት ከባቢኦም ብምልላይ ክጥቀሙሉን ምስ ካልኦት ኣብነታውያን ንኡስ ዞባታት ተመኩሮታት ክለዋወጡን ብምዝኽኻር፣ ሽማግለ ዕሩኽ መንእሰያት ንጥፈታታ ከተሕይል ትጽቢት ከምዝግበረላ ተላብዩ። ኣብ መወዳእታ ዕስራን ሓደን ዝኣባላታ ሓዳስ ሽማግለ ኣዕሩኽ መንእሰያት ተመሪጻ። ነበርቲ ምምሕዳር ከባቢ ተራኣምኔ ዝነበሮም ሕፅረት ቀረብ ፅሩይ ስተ ማይ ፍታሕ ምርካቡ እፎይታ ፈጢሩሎም ከም ዘሎ ገሊፆም። ወኪል ኤሪና ፊልሞን ትካቦም ዘዳለዎ ፀብፃብ ሸዊት ገብረብርሃን ከተቕርቦ እያ።
ነበርቲ ንኡስ ዞባ ዱባርባ ምምሕዳር ከባቢ ተራ እምኒ ከቢድ ጾር ኮይንዎም ዝጸንሐ ሽግር ጽሩይ ዝስተ ማይ ፍታሕ ምርካቡ ኣብ ምምሕያሽ መነባብሮኦም ዓቢ ኣስተዋጽኦ ይገብር ከምዘሎ ገሊጾም። ኣብ ዝሓለፈ ኣዋርሕ መንግስቲ ብዘዋደዶ ፕሮጀክት ዓሰርተ ሓደ መዐደሊ ማይ ነቑጣታት ንህዝቢ ኣገልግሎት ኣብ ምሃብ ከምዝርከብ ወኪል ኤሪና ሓቢሩ። ኣመሓዳሪ'ቲ ምምሕዳር ከባቢ ኣቶ ዮሃንስ ብርሃነ ንኤሪና ኣብ ዝሃቦ ሓበሬታ ፕሮጀክት ጽሩይ ዝስተ ማይ ትካላት ትምህርትን ጥዕናን መስመር መጓዓዝያን ኣገልግሎት ጸዓት ኤሌክትሪክን ተዋዲዱ ህዝቢ ፅቡቕ ኣገልግሎት ይረክብ ምህላዉ ኣብሪሁ። ኣብቲ ማሕበራዊ ኣገልግሎት ክንብል ከለና ሕጂ ህዝቢ ብጣዕሚ ተጠቃሚ እዩ። ኣብ ኣብያተ ትምህርቲ ኣብ ውሽጢ ተራ ኣምኒ ኣብዚ ስለ ዝኾነ ፅቡቕ ተምሃሮ ብፍላይ ከዓ ኣብ ተምሃሮ እውን ስጋብ ሰንበት ከይተረፈ ንሻምናይ ክፍሊ መዓልታዊ ኣገልግሎት ይህቡ ኣብቲ ትምህርቲ ናይ ብሓቂ ሓደ ትጽበ ጽቡቕ ምሕደራ ከም ዘሎ ተዓዚበ ኣለኹ ማለት እዩ ካልእ ኣብቲ ሚኒስትሪ ጥዕና እውን ኣብ ውሽጢ ተራኣምኒ እዩ ውሽጢ ዓዲ ስለ ዝኾነ ናይ ብሓቂ ብዙሕ ፀገማት የብልናን እቲ ህዝቢ ብግቡእ የገልገል ኩሉ እቲ ዘድሊ ቀረባት ኣለና ነፍሲ ጾራት ሆኑ ንሓራሳት ሆኑ ንኩሉ ነገር ማለት እየ ብፍላይ ናይ ኤሌክትሪክ ክዛረብ እንተኮይነ ኤሌክትሪክ ብብዝሒ ኮንታክተረ ንእቱ ኣለና ናይ ልቺ መብራህቲ እውን ኣብዚ ሰዓት እዚ ፅቡቕ ኣገልግሎት ንረክብ ኣለና። ብዘይካዚ ህዝቢ ምምሕዳራውን ናይ ፍትሒ ኣገልግሎታትን ብቐረባ ከምዝረክብ፣ ኣብ ንጥፈታት ሕርሻዊ ልምዓት ድማ ብኣድማዕነት ከምዝነጥፍ ዝሓበረ ኣቶ ዮውሃንስ፣ ህዝቢ ኣብ ከባቢኡ ብመንግስቲ ዝሰላሰል ዘሎ ዓበይቲ ፕሮጀክትታት ልምዓት ንምዕዋት እጃሙ የበርክት ከምዘሎ እውን ኣነፂሩ። ንግዳዊ ንጥፈታት እውን እናማዕበለ ምምፅኡ ዝሓበረ ኣካያዲ ስራሕቲ ምምሕዳር ከባቢ ኣቶ እዮብ ወልደኪሮስ፣ ምስ ምስፋሕ ትካላት ማሕበራዊ ኣገልግሎታትን ወሃብቲ ኣገልግሎት ትካላትን ቁፅሪ ነበርቲ ይስስን ከምዘሎ ሓቢሩ። ኣብ ሕክምና ይኾነ ኣብ ቤት ትምህርቲ ይኹን ኣብ ካልእ መዳያት እቲ ክገብሮ ዝግብኦ መንግስቲ ይገብረልና ኣሎ። ህዝቢ እውን በቲ ዝገብረሉ ዘሎ ደገፍ ዕጉብ እዩ።
ምምሕዳር ከባቢ ተራ እምኒ ንዓድታት ጒላ፣ ተራ እምንን ተኺታን እትጥርንፍ ኮይና ልዕሊ ሽሕን ሰለስተ ሚእትን ስድራቤታት ይነብርኣ።
ኣብ ንኡስ ዞባታት ሞልቂ፣ ሽዕብን ሃይኮታን ንተመሃሮን መንእሰያትን ኣብ ሕጊ ዘተኮረ ኣስተምህሮታት ተዋሂቡ። ኣብ ሽዕብን ሞልቅን ኣብ ዝተዋህበ ኣስተምህሮታት ኣዘዝቲ መደበራት ፖሊስ ናይተን ንኡሳን ዞባታት ኣብቲ ከባቢታት ጸዕቂ ተሽከርከርቲ እኳ እንተዘየለ፣ ብጥሕሰት ሕግታት ትራፊክ ኣብ ሰብን ንብረትን ሓደጋ ዘውርዱ ኣሽከርከርቲ ከምዘለዉ ጠቒሶም፣ ተመሃሮ ንቕሓቶም ክብ ብምባል ኣብ ምክልኻል ገበናት፣ በደላትን ሓደጋታት ትራፊክን ተሳትፎኦም ከዕዝዙ ፀዊዖም። ኣብ ንኡስ ዞባ ሃይኮታ ምስ ነበርቲ ኣብ ዝተኻየደ ርክብ ድማ ኣዛዚ መደበር ፖሊስ'ቲ ንኡስ ዞባ፣ ተራ ህዝቢ ኣብ ምክልኻል ገበንን ምቅላዕ ገበነኛታትን ዝምስገን ምዃኑ ብምጥቃስ፣ ምስ ፖሊስ ዘሎ ምትሕብባር ኣብ መፃኢ ብዝለዓለ ክሰፍሕን ክድልድልን ኣዘኻኺሮም። ኣብ ንዙባ ጸሎና ምክልኻልን ፈወሳን ትራኮማ ማለት ኩሉመት ዘተኮረ ኣስተምህራዊ ስልጠና ተዋሂቡ። ነዚ ስልጠና ዝሃበ ኣባል ሃገራዊ መደብ ምቁጽጻር ዑረት ኣቶ ምኪኤል ሙሴ፣ ንጠንቂ፣ ምልክታትን ሳዕቤናትን ናይቲ ሕማም ብሰፊሑ ድሕሪ ምብራህ፣ ብኣጋንንቲ ዘይተፈዊሱ ክሳብ ዑረት ዘብጽሕ ምዃኑ ኣብሪሁ። ኣብ ዞባ ደቡብ ንኡስ ዞባታት ሰንዓፈ፣ ማይምነን ድባርዋን መድሃኒት ጸረ ትራኮማ ከምተዓደለ ዝሓበረ ኣቶ ምኪኤል፣ ኣብ ንኡስ ዞባ ጸሮና ንፈለማ እዋን ኣብ ዝካየድ ዘሎ መስርሕ ዕደላ፣ ሰብ ሞያ ጥዕናን ወከልቲ ጥዕና ዓድን ኣብ ዓሰርተ ሽዱሽተ ምሕደራት ከባቢ ተኸፋፊሎም ክነጥፉ ምዃኖም ሓቢሩ። ኣብ መዛዘምቲ ስልጠና ኣብ ዞባ ደቡብ ሓላፊ ምቁጽጻር ዘይተመሓላለፍቲ ሕማማት ኣቶ የማነ ጸጋይ፣ እዚ መደብ እዚ ሃገራዊ መደብ ስለዝኾነ ሰልጠንቲ ብዝቐሰምዎ ትምህርቲ ኣብ ምቁጽጻር እቲ ሕማም ብትግሃት ክሰርሑ ተላብዮም። ኣብ ንኡሳን ዞባታት ጸሮና፣ ዓዲ ቐይሕን ፎርቶ ሳዋን ኣብ ምሕያል መስርሕ ምምሃርን ምስትምሃርን ዘተኮረ ርክብ ኣተኻይዱ። ኣብቲ ኣብ ንኡሳን ዞባታት ጸሮናን ዓዲ ቐይሕን ንጥፈታት ትምህርቲ ንዓበይቲ ንምግምጋም ኣብ ዝተኻየደ ርክብ፣ መደብ ምጥፋእ መሃይምነትን በጺሕዎ ዘሎ ደረጃን ደግሲ መሃይምነት ንኸየጋጥም ክግበር ዘለዎ ውሁድ ጻዕሪ ኣብ ዝብሉ ነጥብታት ተዘትዮም። ትምህርቲ ንዓበይቲ ንኡስ ዞባ ጾሮና ብ ዕስራን ሽዱሽተን ንቑጣታት፣ ኣብ ንኡስ ዞባ ዓዲ-ቚሕ ድማ ብ ዓሰርተ ሰለስተ ንቑጣታት ከም ዝወሃብ፣ ኣብ መብዛሕትኡ ምምሕዳራት ከባቢ ድማ ብጽቡቕ ይካየድ ከም ዘሎ በሪሁ። ሓለፍቲ ትምህርቲ እተን ንኡሳን ዞባታት ኣብ ዘስምዕዎ ቃል፣ ንዝያዳ ውጽኢት ምክታልን ምድጋፍን ኣመሓደርቲ ክዓዝዝ ብምዝኽኻር፣ ጎስጓሳት ክሕይልን ብትምህርቶም ጸብለል ንዝብሉ ተሳተፍቲ መደብ ትምህርቲ ንዓበይቲ ምትብባዕ ክግበረሎምን ተላብዮም። ብኻልእ ወገን ኣመሓዳሪ ንኡስ ዞባ ፎርቶ ሳዋ ኣቶ ኣቡበከር ማሕሙድ ነበርቲ'ቲ ንኡስ ዞባ ኣብ ከባቢኦም ተፈጢሩ ንዘሎ ናይ ትምህርቲ ዕድል ብግቡእ ክጥቀሙሎም ደቆም ብስሩዕ ናብ መኣዲ ትምህርቲ ክልእኹን ኣዘኻኺሮም። ሓላፊ ቤት ፅሕፈት ሚኒስትሪ ትምህርቲ ኣብቲ ንኡስ ዞባ መምህር መሓመድ ድሪስን ፀሓፊ ህግደፍ'ቲ ንኡስ ዞባ ኣቶ ዓብደላ እድሪስን ብወገኖም ቀፃሊ ብዝካየዱ ጎስጓሳትን ኣስተምህሮታትን እወታዊ ለውጢ ከምእተመዝገበ ጠቒሶም ተሳታፍነት ደቂ ኣንስትዮ ንምዕባይ ብኣተኩሮ ክስራሕ ተላብያም
ፌደሬሽን ቅድድም ብሽክለታ ንኡስ ዞባ ባጽዕ ዝተወደበን ንሸውዓተ ሰናብትን ዝቕጽልን ሻምፒዮና ቅድድም ብሽክለታ ንኣርባዕተ ዲቪዥናት ከተማ ባጽዕን ጊንዳዕን ብምሕቋፍ ብዓሰርተ ትሽዓተ ሕዳር ተኻይዱ። ኣብ ናይ ህጻናት ዝተኻየደ ውድድራት ቀዳማይ ዘር ስናይል ብርሃነ ካብ ባጽዕ፣ ካልኣይ መዋእል ቴድሮስ ካብ ባጽዕ፣ ሳልሳይ ሴም ኣኽሊሉ ካብ ባጽዕ፣ ራብዓይ ናትናኤል ያሬድ ካብ ባጽዕ፣ ሓምሻይ መስዑድ ኣልኣሚን ካብ ጊንዳዕ፣ ሻድሻይ ዮናታን ዮሴፍ ካብ ጊንዳዕ። ካብ ማእከሎት ካልኣይ ዲቪዥን ተቐዳማይ ንዞባ ባጽዕ ሬድዋን ዓሊ ንኹሎም ተቐዳደምቲ ብዙርያ ብምግላፍ ናይቲ ዕለት እንኮ ዕውት ኮይኑ። ኣብ ናይ ደቂ ኣንስትዮ ድማ ቀዳመይቲ ማክዳ ሓይልኣብ ካብ ጊንዳዕ፣ ካልኣይቲ ሮዳስ ሃብተማርያም ካብ ባጽዕ፣ ሳልሰይቲ ሊድያ ረዳ፣ ራብዐይቲ ሳሮን ገርግሽ፣ ሓምሸይቲ ሚካል ፍጹም ብምዃን ውድድረን ፈጺመን። ኣብ ናይ ቀዳማይ ዲቪዥን ናይ ኣርብዓ ዙርያ ኣብ ዝተኻየደ ናይ ደቂ ተባዕትዮ ውድድር ቀዳማይ ያቆብ ኣድም ካብ ባጽዕ፣ ካልኣይ እድሪስ ዝቡይ ካብ ባጽዕ፣ ሳልሳይ ቶሚ ኣኽሊሉ ካብ ባጽዕ፣ ራብዓይ ሓሰን ኣማን ካብ ጊንዳዕ፣ ሓምሻይ ሙራድ ሙሳ ካብ ባጽዕ፣ ሻድሻይ ሃይለ ታደሰ ብምዃን ውድድሮም ፈጺሞም። ብትመሳሊ ብምኽንያት ሃገራዊ መዓልቲ ኤድስ ዝመጽእ ብሚኒስቴር ጥዕና ዝምወል ቅድድም ብሽክለታ ክካየድ ምዃኑ ፈደሬሽን ቅድድም ብሽክለታ ከተማ ባጽዕ ሓቢሩ። ዝኸበርኩም ተዓዘብቲ ዝቕጽል ዜና ወጻኢ ደጊምና ንምክትታልኩም ብኽብሪ ንዕድም። ዜና ወጻኢ። እስራኤል ንከተማ የሩሳሌም ኣብ ትሕቲ ምሉእ ግዝኣታ ንምእታው ትወስዶ ዘላ ስጉምታት ብትሪ ከም ዝቃወሞ ሓፈሻዊ ባይቶ ውድብ ሕቡራት ሃገራት ኣፍሊጡ። ኣብ ጉዳይ እታ ከተማ ንእስራኤል ከም ወራሪት ከም ዝገልጻ ዝሓበረ እቲ ባይቶ፣ እቲ ውጥን ንቕልውላው'ቲ ከባቢ ዘጋድድ ምዃኑ ብ ሰላሳ ሕዳር ኣብ ዝወዓሎ መጋባእያ ኣረዲኡ። እታ ሃገር ሓደስቲ ሕጋጋት ንምትእትታው ንገለ ኣገዳሲ ክፋል ካርታ ከተማ የሩሳሌም ከም ዝሰረዘት ዝጠቐሱ ጸብጻባት፣ ሕቡራት ሃገራት እቲ ስጉምቲ ዘይሕጋውን ዘይቅቡልን ከም ዝኾነ ምሕባሩ የረድኡ።

እዚ ከምዚሉ እንከሎ፣ ሰራዊት እስራኤል ትማል ሰላሳ ሕዳር ኣብ ወሽመጥ ቃዛ ኣብ ልዕሊ ዝርከብ መዓስከር ዕጡቓት ፍልስጤማውያን ናይ ታንክታትን ነፈርትን መጥቃዕቲ ኣካይዱ። እስራኤል ነዚ መጥቃዕቲ'ዚ ዘካየደት ሰዓታት ድሕሪ'ቲ ኣብ ወሰናስን ዶባት'ቲ ወሽመጥ ዶኪኑ ኣብ ልዕሊ ዝርከብ መዓስከር ሰራዊታ ዝተኻየደ ናይ ሞርታር ደብዳብ ምዃኑ ሓቢራ። ሰራዊት እስራኤል ኣብ ልዕሊ ክልተ ወታደራዊ መዓስከራት መጥቃዕቲ ከምዘካየደ ዝሓበሩ ጸብጻባት፣ እቲ ሓደ ናይ ወታደራዊ ጨንፈር ሓማስ ክኸውን እንከሎ፣ እቲ ካልኣይ ድማ ኣብቲ ወሽመጥ ናይ ዝንቀሳቐስ እስላማዊ ጉጅለ ምዃኑ ተቓሊሑ። ንዝወረደ ሰብኣዊ ይኹን ንዋታዊ ክሳራ ዛጊት ብወገን እስራኤል ይኹን በቶም ዕጡቓት ሓይልታት ዝወጸ መግለጺ የለን። እዚ ወተሃደራዊ ምዕባለታት ነቲ ኣብ መንጎ ንወሽመጥ ቃዛ ዘመሓድር ሓማስን ርእሰ ምምሕዳር ፍልስጤም ዘመሓድር ዘሎ ፈታሕን ዝተበጽሐ ስምምዕ ምስግጋር ምሕደራ ወሽመጥ ጋዛ ናብ ርእሰ ምምሕዳር ፍልስጤም ብኣሉታ ከይጸልዎ ዘስግእ ምዃኑ ምስቲ ዞባ ቅርበት ዘለዎም ተንተንቲ ይገልጹ። ዕጡቕ ጉጅለ ጣሊባን ናይ ፓኪስታን ብ ሓደ ታሕሳስ ኣብ ከተማ ፔሻዋር ኣብ ልዕሊ ዝርከብ ኮለጅ ብዘካየዶ መጥቃዕቲ ብውሕዱ ዓሰርተ ክልተ ተምሃሮ ከምተቐትሉ ማዕከናት ዜና ኣቃሊሐን። በቲ መጥቃዕቲ ህሱያት ዝርከብዎም ልዕሊ ኣርብዓ ቆሲሎም ብምህላዎም ቁጽሪ ምውታት ክብ ክብል ከምዝኽእል ሰብ መዚ ሕክምና ፓኪስታን ኣሚቶም ኣለዉ። እዚ ከምዚሉ እንከሎ ኣብ መንጎ እቶም ዕጡቓትን ሓይልታት ጸጥታን ብዝተኻየደ ግጭት ሓሙሽተ ኣባላት ጣሊባን ከምተቐትሉ ተሓቢሩ። እቲ መጥቃዕቲ ኮነ ኢልካ ሰለማውያን ሰባት ምህሳይ ከም እተፈጸመ ዝገለጹ ኣዘዝቲ ሰራዊት ፓኪስታን፣ ኣብ ልዕሊ ጣሊባን ዝካየድ ስርሒት ብዝሰፍሐ መልክዑ ከም ዝቕጽል ኣረዲኦም። እቲ ዕጡቕ ጉጅለ ኣብ ዝተፈላለየ ከባቢታት ፓኪስታን ብዘካየዶ ተደጋጋሚ መጥቃዕትታት ህይወት ብዙሓት ሰባት ከም ዝጠፍአ ጸብጻባት የረድኡ። ብሓደ ታሕሳስ ኣብ ኢራን ዝተኸስተ ሽዱሽተ ነጥቢ ሓደ ሬክተር ምንቅጥቃጥ ምድሪ ሰብኣውን ንዋታውን ክሳራታት ኣውሪዱ። በቲ ኣብ ደቡባዊ ምብራቕ እታ ሃገር ዘጋጠመ ሓደጋ ብውሕዱ ሓምሳ ሰባት ከም ዝቖሰሉን ብርክት ዝበለ ኣባይቲ ከም ዝዓነወን ሰብ መዚ ኢራን ኣፍሊጦም ኣለዉ። ብሰንኪ እቲ ምንቅጥቃጥ ሓያሎ ዓድታት ብኣሉታ ትጸለይ ምህላወን። ን ዘመልከቱ ጸብጻባት ኣሽሓት ሰባት ከም እተመዛበሉ ኣረዲኦም። ፕረዚደንት ኢራን ሓሰን ሩሓኒ፣ ግዳያት ንምርዳእ ህጹጽ ስጉምቲ ክውሰድ፣ ተወሳኺ ሓደጋ ከይክሰት ድማ ነበርቲ ናብ ውሑስ ከባቢ ንምግዓዝ ሓገዝ ክግበር ትእዛዝ ኣመሓላሊፉ ኣሎ። ኣብ ዝሓለፈ ወርሒ ሕዳር ኣብ ኢራን ብዝተኸስተ ሸውዓተ ነጥቢ ሓደ ሬክተር ዝተዓቀነ ምንቅጥቃጥ፣ ምንቅጥቃጥ ምድሪ፣ ህይወት ልዕሊ ሓሙሽተ ሚእቲ ሰባት ከም ዝጠፍአን ከቢድ ቁጠባዊ ክሳራ ከም ዘስዓበን ኣይርሳዕን። ኣባላት ኦፔክ ዝኾና ሃገራትን ዘይኣባላት'ቲ ውድብ ዝኾና ኣፍረይቲ ነዳዲ ሃገራትን ብ ዕስራን ትሽዓተን ሰላሳን ሕዳር ኣብ ከተማ ቬና ኦስትርያ ኣብ ዘካይድኦ ርክብ ዋጋ ነዳዲ ኣብ ዓለማዊ ዕዳጋ ንምምሕያሽ ተወሲዱ ዘሎ ናይ ምጉዳል ፍርያት ስጉምቲ ክሳብ ምዝዛም ክልተ ሽሕን ዓሰርተ ሸሞንተን ክቕጽል ኣብ ስምምዕ ከም ዝበጽሓ ተገሊጹ። እቲ ካብ ፈለማ ክልተ ሽሕን ዓሰርተ ሸውዓተን ጸኒዑ ዝጸንሐ ንመጠን ፍርያት መዓልታዊ ብሓደ ነጥቢ ሸሞንተ ሚልዮን በርሚል ናይ ምጉዳል ስምምዕ ክሳብ ወርሒ መጋቢት ክልተ ሽሕን ዓሰርተ ሸሞንተን ክጸንሕ'ዩ ኣብ ምርድዳእ ተበጺሑ ነይሩ። ኣባል ኦፔክ ዘይኮነት ሩስያ ግን ቅልጡፍ ምውሳኽ ፍርያት ኣብ ምምሕያሽ ዋጋ ነዳዲ ተመዝጊቡ ንጸንሐ ዓወት ብኣሉታ ክጸልዎ ምዃኑ ብምግላጽ ኣፍረይቲ ነዳዲ ሃገራት ከናውሕኦ'ያ ክትጽውዕ ጸኒሓ። ብተወሳኺ ሩስያ ኣባል ሃገራት ኦፔክ ካብቲ ከካይዶ ዝጽንሓ መስርሕ ምንካይ ፍርያት በየናይ መስርሕ ከም ዝወጽኣ ከነጽራ እያ ጠለብ ከተቕርብ ጸኒሓ። ኣብ መንጎ ኣባል ሃገራት ውድብ ኣፍረይቲ ነዳድን ዘይኣባላት'ቲ ውድብ ዝኾና ሃገራትን ተፈጢሩ ዘሎ ምትእምማንን ስኒትን ኣብ ምዕባል ጽላት ፍርያትን ንግድን ነዳዲ ልዑል እጃም ይጻወት ከም ዘሎ እዩ ዝግለጽ። እንተኾነ ግን ምስ ምዕራግ ዋጋ ነዳዲ ኣብ ዓለማዊ ዕዳጋ ናብ ስሳ ዶላር ንበርሚል ነታ ኣብ ጓል ትስምዕ ዘይኮነት ኣሜሪካ መጠን ፍርያት ምዕባይ ከተባብዓ ከምዝኽእል እትገልጽ ሩስያ፣ እቲ ስምምዕ ኣብ ዝመጽእ ወርሒ ሰነ ኣብ ዝካየድ ኣኼባ ኦፔክ ዳግም ክኽለስ ጸዊዓ ኣላ። ኣባል ሃገራት ኦፔክ ዝኾና ኢራን፣ ኣንጎላን ዒራቕን እውን ተመሳሳሊ ጠለብ ኣቕሪበን ምህላወን ይግለጽ። ብሰንኪ ምንቁልቋል ዋጋ ነዳዲ ኣብ ዓለማዊ ዕዳጋ ብቐንዱ ቁጠበኣን ኣብ ፍርያትን ሰደድን ነዳዲ ዝምርኮስ ኣባላትን ዘይኣባላትን ኦፔክ ብኣሉታ ጸልይወን ከምዘሎ ይሕበር። ምዕቡላት ሃገራት ጠንቂ ብከላ ማያዊ ኣካላት ንዝኸውን ዘሎ ፕላስቲካዊ ጓሓፍ ንምግታእ እወታዊ ተራ ይጻወታ ከም ዘየለዋ ክኢላታት ኣከባቢ ወቒሶም። እተን ሃገራት ማዕረ ማዕረ እቲ ብከላ ኣየር ንምግታእ ዘካይድኦ ዘለዋ ጻዕሪ ፕላስቲካዊ ጓሓፍ ንምክልኻል ይሰርሓ ስለ ዘየለዋ ብከላ ማያዊ ኣካላት ብተዓጻጻፊ እናወሰኸ ከም ዝመጽእ ኣረዲኦም። ብመሰረት ግምት ክኢላታት ነቲ ተርእዮ ንምግታእ ቅልጡፍ ስጉምቲ እንተዘይተወሲዱ ኣብ ዝመጽእ ዓሰርተታት ዓመታት መጠን ፕላስቲካዊ ጎሓፍ ኣብ ማያዊ ኣካላት ካብ ቁጽሪ ዓሳታት ክዛይድ ከምዝኽእል ተፈሊጡ ኣሎ። በዚ ተሻቐላ ከም ኬንያ ዝኣመሰላ ገለ ሃገራት ተጠቃምነት ተበካሊ ባእታ ንምግታእ ተሪር ሕጊ ብምጽዳቕ ይሰርሓ ምህላወን ይፍለጥ።